ዋእ ውረዴ ውረዴ ከይትዋረዴ ይብሃል። ውረድ ውረድ ከይትዋረድ። እዚ ሓላፍነት እዚ ዘየዋጽእ ኣቦ ተመጽዩ ታይ ክኸውን እዩ እቲ ምእመን? ምእመን እውን ርድኢቱ ከስተኻኽል ኣለዎ። ሓደ ጳጳስ ተጋግዩ ማለት ቤተክርስትያን ተጋግያ ከም ዘይኮነት ክርዳእ ክኽእል ኣለዎ። የፍቅርና ተስማም የፍቅርና ተስማም ይናፍቅን ያልስምሽን ሳክራው ስፈ ማርያምን ሰላም ቤተሰብ ኣርያም ሚድያ ፕላስ እንሆ ኣርያም ሚድያ ፕላስ ሕዚ እውን ሃምቲ ልሙድ ሓደ ዛዕባ ሒዝናልኩም መፂና እኔና እስካብ ሽዑ ላይክ ሼር ሳብስክራይብ ብምግባር ናይ ኣርያም ሚድያ ፕላስ ቤተሰብ ይኹኑ ሕዚ ሳብስክራይብ ለይገበርኹም ሳብስክራይብ ግበሩ ሰናይ ፃንሒት። ሎማዓንቲ ሓደ ዛዕባ ክነውግዕ ኢና ከምቲ ልሙድ ሕዚ እውን ካብ መንበረ ሰላማይ ካብ ናይ ሃገረ ስብከት ጉዳይ ኣይንወፅይ። ሓደ ነገር ኣብ መቐለ ተፈጢሩ ኣሎ። ብፍላይ ኣብ መጥምቀ መለኮት ቅዱስ ዮሃንስ ዜሮ ሓሙሽተ መቐለ እቱ ነባሪ ብዙሓት ሕቶታት ምሕታት ጀሚሩ ኣሎ። እዚ ሕቶ እንታይ እዩ? ብሱሩኸ እቶም ኣብ ዜሮ ሓሙሽተ መጥምቀ መለኮት ቅዱስ ዮሃንስ ቤተ ክርስቲያን ኣከባቢ ኣብ ዙርያ ዘለዉ ኣመንቲ ተኣዮም ለልዕልሉ ለለዉ ልሓትዎ ኣለዉ ሕቶ ታይ እዩ ብስሩ መፍትሒ የድልዮ ድዩ?

ሃም ልፍለጥ ኣሕዋት ኣብ ትግራይና ሕዚ ዝረኣ ዘሎ ብፍላይ ኣብ ኣቦታት ሊቃነ ጳጳሳት ኣብ ሃገረ ስብከታት ብዙሓት ጸረ ሰናይ ምምሕዳር ይፍጸሙ ሃም ለለዉ እንርእዮ ኣለና እንዕዘበሉና ነገር ምዃኑ ልኹሉ ጋህዲ እዩ። እዚ ብእግዚኣብሔር ዘንድ ብጣዕሚ ሓጢኣት ብጣዕሚ ነውሪ ምዃኑ ኹለና እንተኣማመነሉ ጉዳይ እዩ። ኣብ መጥምቀ መለኮት ቅዱስ ዮሃንስ ዜሮ ሓሙሽተ መቐለ ታኣዩ ልፍጸም ኣሎ ተልና ምእመናን ኣብ ምሪሮም ሕቶኦም የቕርብ ኣለው። ባውነት ኹሉ ኣማኒ ኦርቶዶክስ ተዋሂዶ ትግራይ ብፍላይ ይምልከቶ እዩ። እዞም ምእመናን ለልዕልዎ ኣለዎ ሕቶታት ፍትሓዊ ሕቶታት እዮም። እዞም ምእመናን ለልዕልዎ ኣለዉ ናይ ሰናይ ምምሕዳር ክፍተታት ብጣዕሚ ትኽክል እዮም። እዞም ምእመናን ተኣዮም ልብለው እንተልና ሓደ ምስ ኣቡነ ገብረ መንፈስ ቅዱስ ብሓደ ኮይንና ንመሓደር ስለ ለለና ንበይንና ኮይንና ክንመሓደር ይፈቐደልና ልብል እዩ። ኻልኣይ ኣብ ኽልተ ቦታታት መመሓደሪ ኮይኖም ለገልግሉ ለለዎ መጋቢ ምስጢር እሶም እውን ኣብቲ ሓንቲ ጥራሕ ከገልግሉ ቅዱስ ዮሃንስ ቤተ ክርስቲያን ናይ ባዕሉ መመሓደሪ ክህልዎ፣ ልቅድሱ ካህናት ናይ ባዕሉ ክህልውዎ፣ ምምሕዳሩ ባዕሉ ጥራሕ ክኽእል እዮም ልሓትት ለለዉ። እቱ ብጣዕሚ ልገርም ዋላ እኳ እዚ ቐሊል ሕቶ እላሃለየ ካብ ሃገረ ስብከት መቐለ ልምለስሎ መልሲ ግን ልምስምዑ ብጣዕሚ ለደንግፅ እዩ። ልምንታይ እዩ ከምዚ ልኾን ለሎ? እቶም ምእመናን እታ ቤተ ክርስትያን ካብ መጀመርያ ጀሚራ እስካብታ ሕዚ ለላታ ናይ ባዕሎም ኣበርክቶ እላፈፀሙ መፂኦም እዮም። ስለዚ እቱ ልሓትዎ ኣለዉ ሕቶ ተኣዩ ኢልኻ ፀዊዕኻ እንዳኣፍ መልሲ ምሃብ ኽዱ ኣይንፈልጠኩሚ መናፍቃን እዮም ብዙሓት ነገራት ይላዓሉ ሃምለለዉ ንሰምዕ ኣለና። እዚ ኣቦታት ኣግባብ የኾነይ ብፍላይ ሃገረ ስብከት ከተማ መቐለ ብደንቢ ብደንቢ ክትሰምዑ ይግባእ። እቱ ምእመን መሪርዎ ኣሎ። ብፍላይ እቶም ዓበይቲ ሰብኡት ዓበይቲ ኣንሽቲ ተኣኪበን ብዛዕባ ሕመቕ ሃገረ ስብከት ከውግዓ ትሰምዕ ተለኻ በእውነት ልብኻ ተሓዝን። በእውነት እስካብ ምንታይ ኢና ላውዚ ሃሜልና ኢና ወሪድና ኢልካ ትሓስብ። እግዚኣብሔር ኣምላክ ህንደይ ልኣክል እዩ ርሒቑና ኢልካ ትሓስብ እሞ ትሓዝን። ታይ እዮም ልብል ለለዉ ኢልካ ምስማዕ እኮ እዩ ለድሊ ኣቦታት። ቀለልቲ ሓፀርቲ እየን እተን ሕቶታት እስኪ ዝተወሰነ ንስማዮ
ናይ ሎሚ ልመፀስ ልመፀፀ ናይ ሎሚ ጳጳሳት ሲ ልወይኖም ፍልይ ልበሉ እዮም እሞ የቐንየልና ኣይትስርሑ ትብሉ ተመፂኹም ግን ከይትዋረዱ ኣበይዛኻትኩም ዋ
እቶም ወላዲና እዞም ጳጳስና ናይ ትግራይና ዋእ ውረዴ ውረዴ ከይትዋረዴ ይበሃል። ውረድ ውረድ ከይትዋረድ ውረድ ከይትዋረድ ይብሉ ኣለዉ ኣቦታትና። ሕዚ ታይ ኢና ክንገብር ዘለና ዝብል እቲ ገዛ ይዛተ ይረዳዳእ ካብዙይ ንድሕሪት ታይ ኢና ክንገብር ዘለና እቲ ሓንቲ ቁምነገር ክንነግርኩም እዘን መፅሓፍተ እዚኣ ዝኒዋ ናይ ቃለ ኣዋዲ ትብል ናይ ፌዴራል ዝነበረት ናይ ቅድሚ ሕዚ ዝመሓደሩላ ነበሩ ኦርቶዶክስ ቤተ ክርስቲያን ኢትዮጵያ እያ። ካብኡ ከዓ ናይ ትግራይ ኦርቶዶክስ ቤተ ክርስቲያን ድማ ማነው ኣቡነ ሰላማ ዘቐመጥዎ እውን እኒሀ ኣቤት ብሄረ ህግ ዝብል ሕጊ ወፅዩ እዩ ካብ ዝገርመኩም ግን እዕሪና ሕዚ እውን ክንረዳደሉ ክንፈልጦ እውን ኣብቲ ብሄረ ህጊ ምፅዳቅ ኣፈላላይ ነበራቶም ኣብ ኣክሱም ኮይኖም ተኣኪቦምስ ኣፅዲቆማቶ እዮም ሓንቲ ዓባይ ነገር ተገብረት ማለት እዩ እቶም ኣብኣ ዘለዉ ዓሰርተ ኣርባዕተ ድዮም ዓሰርተ ክልተ ዓበይቲ ወለዲ ናይ ትግራይ ማለት እዩ መጀመርያ እዚኣ ተስማዕሚዖም እታ ሰነድ ምስ ተዳለወት ኣፈላላይ ፈጢሮም ኣብ ምንታይ ኣፈላላይ ፈጢሮም መስለኩም እዛ ሕጊ እዚኣ ናብ ታሕታይ ትውረድ ናብ ወረዳ ናብ ሕብረተሰብ ናብቲ ቤተ ክርስቲያን እሞ ይዛተይሉ ስርዓት ነትሕዞ ኣታዊናን ወፃኢና ንፍለጥ ኦዲት ይገበር ክበሃል ከሎ ኣፈላላይ ተፈጢሩ ወዮም ሰለስተ ድዮም ክልተ ተቃወምቲ ዝነበሩስ ሕዝስ ኩላቶም ዓሰርተ ክልቲኦም ናባ ሰላማ ከዓ ተቃዩሞም ስለዚ ሕዚ ብጥቕሚ ዝመፅእ ነገር ኩሉ እንተሪኢኹም ኣብዚ ዓለም ኣብዚ ርእስም ዓለም ኮይና ኣፈላላይና ናይ ጥቕሚ እምበር ናይ ካሊእ ምን ኣፈላላይ የብልና ኣብ ጥቕሚ ተፈላለዮም ሕርጊዳ ይበሃል ኣሎ ንሱ እቲ ስርዓት ባዕሉ ከምፆ እዩ መጺኡ ጀሚሩ እኒሀ። ስለዚ ሕዚ ንሕና እንታይ ኢና ንብል ዘለና? ዋእ ከም ምእመን ሃፍትና ነመሓድር፣ ደብርና ነመሓድር፣ እዚ ደብሪ እዙይ ነመሓይሾ፣ እቶቱ ነዕብዮ፣ ናይ ቱሪዝም መስሕብ እውን ክንገብሮ ኢና፣ ብካቴድራል ደረጃ እውን ክነዕብዮ ኢና። ሕዚ ምኽንያት
ኣብዚ ሕዚ ዶ ይጥየቕ ኣብዚ ሕዚ ዶ እዚ ይበሃል ዝበሃል ዘረባ ኣብዚ ሕዚ ንዝፀገሞ ሰብ ክሓትት ኣይኽእልን ማለት ድዩ? ሓደ ሽግር ኮይኑ ዘሎ ኣቡ ኢኑ እያ ንዝላፅይዎ ቆልዓስ ኡይ እንተበለ መን ይረድኦ? ካብ ሰበካ ጉባኤ ጀሚሩ እስካብ ሃገረ ስብከት ዘሎ ባዕሉ ተጠላሊፉ ስለ ዘሎ ፈታሒ ከም ዘየለ ይርደና እዩ። እቲ ተኸይዱ ዘሎ ናብቲ ደረጃ እዚ ተበፂሑ ዘሎ ጽቡቅ እዩ ሕዚ ውን እቲ መጺኡ ዘኒሆ ኣማናይ ኣነ ብጣዕሚ ናይዚ ከባቢ ህዝብና ዕሬ ከመስግኖ ዝኽእል ናይ ንግሆ ዝነበረ ዕንቅፋት ኩልና ርኢናዮ ኢና ግን ነዚ ዕንቅፋት እዙይ ዝመፀ ይምፃእ መስዋእቲ ክኸፍል እየ ዝብል ፅባሕ ኣቦይ ወይ ኣባት ነብሰይ ወይ ካሊእ እዚ ክብለኒ እዩ ከይበለ ምእንቲ ነዛ ቤተ ክርስቲያን ኢሉ ናይ ባዕሉ ዋኒን ክህልዎ ይኽእል እዩ፣ ናይ ውልቀ ዋኒን ካሊእ እውን ክህሉ ይኽእል እዩ። ናብዚ ምምፅኡ ብጣዕሚ ክምስገን ዘለዎ እዩ። መራሕቲ ሃይማኖትና
እንታይ እዩ ፀገሞም እንተልዮም እኳ እንተዘረቡና ፅቡቕ ነይሩ። እንታይ እዩ ትፀገምኩም እዩ ንሕና ጎጃይ ንወፅእን ስራሕ ናይ ቤተ ክርስቲያን ባዕልና ኢና ነመሓድሮን ዋእ ባዕልና ኣይንሰርሖን ኣይስርሕዎ ዝብል እዚ እሞ ካሊእ ትርጉም ዘለዎ እዩ ዝመስል ክንሰርሕ ቤተ ክርስቲያንና ባዕልና ተመራሪፅና ዋ እንታ ኮንኩም ኣይኾንን እንታ ኮንኩም ኣይኾንን በይኾንን እያ ክሳዕ ሕጂ ፀኒሓ ኣብ ልዕሊኦም ተኸድና እውን ከምኣቶም ኮይኖም እቲ ንሰምዖ ዘለና እንድዩ ምእትን ኣርብዓን ምእትን ክልተ ምእቲ ደመወዝ እናወሰዱ ሓቃቶም እምበር ስለዚ በስመ ኣም ተትብሎ እንቱም መራሕቲ ኣብዚኣ ዘለኹም ምሳና እንተትኾኑ ይሕሸኩም እንተተሰሪሓ እዛ ቤተ ክርስቲያን እኮ ናትኩም መልክዕ እያ ናትና ብዝበልፅ ንሕና መራሕቲ ሃይማኖትና ንኽብር ኢና በፂና ከዓ ኣብ ሰሙን ኣብ ብዝበልፅ ግን ኩሉ መዓልቲ ንዓኹም ዘሕጉስ እዩ ነይሩ እንተዝስራሕ ነይሩ ኣዕንቂፍኩሞ ግን ክሳዕ ሕጂ ከይተሰርሐ ይጸበና ኣሎ ቁሪ ክኸውን ከሎ ለይቲ ክንመፅእ ከለና ክንደይ መረረ ኢኻ ዝስማዕ እሞ ሕዚ ሓደ ሓደ ክሓቶ ዝኽእል ኣለውታ ዶ እቶም ኣይኾንን ዝብሉ ኣለዉ ዶ እንተዘየልዮም በስመ ኣም ይበሉ ንሕና ቤተ ክርስቲያንና ክንሰርሕ ንዕኦም ዘሐጉስ እዩ ቤተ ክርስቲያን እምበር ካልእ ምስራሕ ካልእ ኣይኮነን ሕዚ ንሕና ግን ንበይንትና ኮይንና ክንሰርሕ ኢና ንደሊ እየ እቲ እቲ ሓሳብ ማለት ሓደ ሓደ ዓንቶ ብሓደ እንተኾንና ዝብል እንታይ ብሓደ ናይ ምንታይ ሓደ ደቅና ምስ ወለድና ኣይ ጎጆ እንዲዮም ዝወፁ ዳሕራይ ዓቕሚ ክኢልና ዓቕሚ ረኺብና እሞ ንበይንና ክንከውን ኢሎምስ ምተሓጎስ እምበረ ይኹርዩ ዓቕሚ ኣለና ክንሰርሕ እንተኢልናስ ከመይ ኢሉ እዩ እዚ ንዓኣቶም ዘኾርዮም እሞ ሕዚ ኣነ ሕፅር ዝበለ እየ ቀሪቦም ክመፁ ነይርዎም እንተዘይመፁ ድማ ሕጂ ይርእዮሞ ኣለዉ እቲ ሰብ ጨኪኑ እዩ ኣባት ነፍሰ እዮም። ኣባት ነፍሰ ብልክዕ እንተ መሪሖምን እየ ዝፈቱ እምበር ትክ እናረኣዩ ንዓየ ንዓብ ዝበልኩኻ እንተ ኢሎምኒ ከም ንህቢ ትክ እናረኣዩ ንዓለኣወዚ እንተ ኢሎምኒ እሸ ይብሎምን ኣባት ነፍሰ እንተሊኹም እንተዘየሊኹም በስማኣም በሉ እየ ዝብል ኣነ ክንሰርሕ ናትኩም ክብረት እዩ ናትኩም መልክዕ እዩ ፍለጥዎ እንተተሰሪሓ እንተፀቢቓ ናትኩም እዩ ናይ ቀሺ ናይ ቀሺ ትሽሞም እኳ ክልዕ እንኳ የለዓልክዎ ሕዚ ባዕልኹም ንዓኹም መልክዕኹም እዩ ሕዚ በስመኣም ኢልኩም እንተቲ መፁ ሕጂ እኳስ ዋእ ከምዚ ኣይመሰለንን እምበረ ከምዚ እንተኾይኑስ ምሳኹም ኣለኹ ክትብሉ እዩ ይመስለኒ ነይሩ ሕጂ ኣብዚ መፅኦም ይኾን እሞ ኣነፋፍራ ቆቋሕ ዘይፈልጥ ዝበሃል ሃዳናይን ይበሃል ኣዋፋፍራ ኣነፋፍራ ሪኦሞ እኒው ናይቲ ህዝቢ ናይቲ ህዝቢ ምስ ተረኣዩ ግን ምስ ረኣዩ ተመሊሶም ተመሊሰ ኣለኹ ኣሕዋተይ ምሳኹም ዝበልኩምኒ እሺ ክብሉ እዩ መሲልኒ ነይሩ እንተይመፁ ሱቕ ምባሎም እኳ ጌጋ እዩ ክሰምዕዎ እዮም ወይ ድማ ክሪእዎ እዮም ብተለቪዘን ሕዚ ወብዚ ይቕዳሕ ኣሎ ይመስለኒ ሕዚ ሓፋሽ እንቋዕ መፃእና እንቋዕ መፃእኹም ክሳዕ ሎሚ እውን ኣሸጊርናዮም ነቶም ተመረፁ ሰባት እሀ ንብል ከምዚ ኣወልና እሀ ላዕላይ እንተኸድካ ኣይኾንን እገለ ቤተክርስቲያን ብሓደዋ እቶም ተፋተው ባሕደ ይኹኑ ንሕና ግን ዓቕሚ ኣለና ክንፍለ ኢና ንሕና እናበሉ ክሳዕ ሕጂ ተጓቲቶም ተጓቲቶም ሓደ ጫፍ ኣምጺኦም ይመስለኒ እታ እታ ዘምጽእዋ እኳ ኣይገለጹልናን እንተዘይምጽኡ ድማ ከምዚ ኢልና እዮም ተኣከብናን ከምዚ ኢልና እውን እዮም ተዛረብናን እሞ እቶም ዝደኸምኩም ክብረት ይሃበልና የቐንየልና ኣቡነ ዮሃንስ እውን እግዚኣብሔር ባዕሉ እውን ምሳኹም ክኸውን ከም ምዃኑ እዚ ናይ ድኻምኩም ባዕሉ መድሃኒ ኣለመሎ ማለት እዩ ሓፋሽ ድማ ርኢናያ ኣለና ንባዕልና ዘይንኸውን እንታ ኮይና እዚኣ ሕጂ ከነስርሓ ቅድሚ ሕጂ እኮ ኣብ ክልተ ወርሒ ኢና ሰሪሕናያ ንሶም ኮዮም ተመስገኑ ተመስጊኖም ሲ ሽዑ ብክልተ ወርሒ ምስ ተሰርሐ ወርሒ ድዮ ብክልተ ወርሒ ተሰርሐ ክልተ ወርሒ እንተይመልአ ተሰሪሑ ንመን ይምስገን ሰሚዐዮም ንሶም ንሶም እዮም ዝምስገኑ ነበሩ ካሊእ ሰብ ኣይተመስገነን እሞ ሕጂ ኣብ ምንታይ እያ ከምዛ ናይ ሕጂ ጌርና ብውነ እንተይለመና ክንሰርሓ ደኣ ተስፋ ንግበር እምበር ድሕሪ ሕጂ ኣይሰርሕን እየ ዝብል ዋእ ሽፍታ እንተኾይኑ እንድዒ እምበር ኣነ ኣይሰርሕን ኣየስርሕን ዝብል እንተመፅዩ ባዕሉ ክሳእ እዩ እሞ እዛ ቤተ ክርስቲያንና ንስራሕያ ፀቢባ እያ ንቕድመ እየ ሕጂ ደጊመ መንገዲ እናሓዘ እዩ እኒሀ እሞ መንገዲ እናሓዘ እዩ እኒሀ እሞ ኣብ ሰልዲ ዘይምሕማቕ ኣነ እኳ እንታይ ሓሲበ ነይረ ሓደ ቅንየስ ኣብ መደበር ሓደ ክልተ ገዛ ነይረን ኣነሲ ዋዕ እዚኣቶም ሓደ ሓደ ሚልዮን ክልተ ሚልዮን ትኸፍሉ ንሳ እውን ሚልዮን ከተውፅእለ እያ ሸይጠ ንዓ ኣኽቦም እየ ብል ኣነ በይነይ ኣተባብዕ እየ ዘለኹ ንስራሕ እያ ደኣ እምበር መንገዲ ሒዛ ኣላ እሞ የቐንየልና ኣንቱም ክሰ ክነዝርግሖ ኢና ኢልኩም መፂኹም እኒኹም መስለኒ እውን የቐንየልና የቐንየልና ኣይትስርሑ ትብሉ ተመፂኹም ግን ከይትዋረዱ ኣበይዛኻትኩም ዋ
ተራና ባዕልና ክንክእል ዝኣተወ ነዋይ መባእ ባዕሉ ዓርሱ ይኽኣል ቅዱስ ዮሃንስ ባዕሉ ይኽኣል መማሓደሪ ይወሃበና ክንብሎም ከለና በሉ ሕብረተሰብ ኣርብዓ ጾም እዩ እኒሀ እዚ እሞ ሕብረተሰብ ኣኪብና ክንዘራረብ ኢና ሕራይ ኢሎምና እዮም ባዕሎም እዞም መመሓደሪ ዝበሃሉ ኣብዚ ዘመሓድሩ ዘለዉ ማለት እዩ እገለማለ የድልን ድሕሪ እዚ ግዜ ተወሰነ ግዜ ተሓተትናዮም ጠሊሞምና ዋ ንምንታይ ደኣ እዩ ኢሉ ዝምልከቶ ኣካል ከይዲ ክሓትት ከሎ ኣይ እዚ እኮ ተወዲኡ ዝሓደረ እዩ ሰማዕ የብልኹም ንስኹም ሕደጉ ስቐሉ ሓደ ካልኣይ ኣዚ ዝኮነ ሰብ ክዛረብ ከሎ ኣይትስምዕዎም ህዝበ ክርስትያን መናፍቃን ኢዮም ወንጀልኮ ኢዩ መናፍቃን እማ ናብዘ ክርስትያን ይመጽእ ታይ ን መናፍቃን ናብ ዝመጽእ ምክናቱም እዚ ህዝበ ክርስትያን ክመሓደረሉ ክጽልየሉ እንተሞተም ክቅበረሉ እንተሎ ክፍተሐሉ እናሃልም ስጋ ሃደም ክቅበለሉ ዝተዋሃቦ ቤተክርስትያን መናፍቃን ኢዮም እዚኦም ከይትሰምዕዎም ብይፋ እኮ ይዝረብ ክንደይ መዓልቲ ፈሪሕካ ዝኽየድ ነገር ኮየትን ቦታ ይኽየድን ሰብ ንሰብ እየፍርዖን ምኽንያቱ ፈሪሀ እግዚኣብሔር ካብ ትፈርሕ ትኽእል እምበር ሰብ ንሰብ ኣየፍርሖን ስለዚ ስርዓት ዘይብሉ ኣካይዳ ክስካዕ ሐዚ ህገወጥ ዝኾነ ከይዱ ንምንታይ ኣብዚ ዝኣተወ መባእ ኣብዚ ዝኣተወ ፅላል ኣብዚ ዝኣተወ መገበርያ ኣብዚ ዝኣተወ ፍትሓት ብምሉእ ብኣጠቃላይ እዚ ቅዱስ ዮሃንስ ክግልገለሉ ይግባእ ናይ ሰለስተ ወርሒ ወይ ከዓ ናይ ትስዓ መዓልቲ ቤተ ክርስቲያን ጌርና ኣይኮና ንነብር ቤተ ክርስቲያን ክስራሕ ዝግብኦ ክስራሕ ይግባእ ክበሃሉ ከለው ኖ ኣይስራሕን ጭራሽ ስራሕ ኣይኽእልን ባዕልና ኢና ንመሓደር እሞ ኣይትመሓደሩን ኣይንሰምዐኩምን ሰማዒ የለን ዋእ ኣብ ላዕሊ ዘለዉ ሰብኣይ ሓደ ጳጳስ ስለ ዝኾኑ ኣሲሮምዎ ሱቕ ስለ ዝበሉስ ቡታ ኣሲሩ ሱቕ ሓደ መንግስቲ ጣልቃ ይኣቱን ሃገር የጋራ ነው ሃይማኖት የግል ነው ዝበሃል ትግርኛ ስኢሉ ድሑር ዝኾነ ባህላ ሒዝናዮ ዝመጻና መንግስቲ ጣልቃ ዘይኣተወሉ ክስካዕ ሕዚ እውንስ ጌጋ እዩ ዝስሩ ምክንያቱ መንግስቲ ጣልቃ ዘይኣትወሉ ምክንያት እንታይ ማለት ሸፈጥ እዩ እዚ ባዕሉ ኣነ ዝረአን ሸፈጥ እዩ ቤተክርስትያናስ መኣዝ እየን ኦዲት ገይረን ዝፈልጣ ዓሰርተ ኣርባዕተ ዓመት ኦዲት ገይረን ኣይፈልጣን ናበይ እዩ ዝኣቱ ዘብዙኒያ ህዝቢ ዘውፅኦ ቅርሺ ቕርሺ እኮ እዩ ዝብላዕ ዘሎ ዘው ዘሎ ህዝቢ ካብቲ ተሓኒቓ ካብቲ ትኹን ካብ ቅናታ ፈቲሓ ዘምፀኦቶ እነሲ ዝቕርሺ ናበይ ይኣቲ ብኣግባብ ዘይመሓደረሉ ቤተ ክህነት ሽመልባ ዘሎ ተፋናቐል ኣብዚ ዘሎ ሰብዓ ካር ዘሎ ተፋናቐል ሓንቲ መዓልትሲ ሓንቲ ቅርሺ እዮም ይፈልጡ ዶ ኣባ ሰላማ ሐዚ ዝመፁ ሰብኣይ ንእሽተይ ቅርሺ ለሚኖም ዝሃብዎም ሰብ ከይትህቡ እዞም ሰብኣይ እዚኦም ጉድና ኣቃሊዖምና ክልተ ሚእቲ ሽሕ ሰለስተ ሚእቲ ሽሕ በልዒሎሞ ጉድና ኣቃሊዖምና እዞም ሰብኣይ እዚኦም ክውገዙ ኣለዎም ሱቓኤ ክኣትዉ ኣለዎም እዚ እኮ እዩ እንታይ ማለት እዩ እስካዕ ክንድዚ እኮ ኢና ንኸይድ ዘለና ንሕና ስለዚ እዚ ጉድዚ ክወፅእ ኣለዎ ብጠቕላላ እዚ ህዝበ ክርስቲያን እንደገና እዚ ቤተ ክርስቲያን እዚ ናይና እዩ ክንግልገለሉ ኢና ሀዚ እውን ከዓ እስካዕ መጨረሻም ክንከደሉ ይግባእ እና የቀንየለይ።
ተጸግመሎም ግን ደንኮር እዮም ዋእ መንሱስ ንዓኣቶም ሓቱ ንሕና ክንነግር ኣይመጻእን እዚ ጥራሕ ንገሩልና ኢለምና ባዕልቶም ዘይመጹ ናብዚ ከኣ ኢለምና ንሕና ከኢለዮም ኣነ ከኣ ምክንያቱ ትርተይላትኒ ኣይክእልን እዚኣ እውን እታ ዘረባ ዝፈርሓ ንሕና ከ እንታይ ኮይና እንተመጻእና ፅንሕ ፅንሕ ኢሎም ሓደ ደቂቃ ክልተ ደቂቃ ጠሚቶም ጠሚቶም በሉ ደሓን እዋ ዓበይቲ ሰባት ዛዕንዛዕ ኢሎም በሉ ካልእ መዓልቲ ካልእ መዓልቲ ሕራይ ኢሎምና በሉ ንገሩና መልሲ ሃቡና ኢልና መልሲ ሃቡናን በቃ ተደልዮም ይምፅኦም ኢሎምና ካብኡ ጀሚርና ቅድሚ ክልተ ዓመት ማለት እዩ እቲ ዝጀመርና እዩ ካብኡ ምስ ኣበይና ናብ ወረዳ እምበኣር ጀሚሩ ተባሂሉ ናብ ወረዳ ከይድና ብሰበካ ጉባኤ ኢኹም ትኸዱ ኢሎም ሰበካ ጉባኤ ድማ ናትና ኣይኮነን ኣፍሊጥና ኢና ናይ እንዳ ዮሃንስ ኣይኮነን ናይ እንዳ ጋብር እዩ ዝብል መልሲ ኢና ሂብና ሽዑ እና መፅኦም ተባሂሉ መኪና መፅኦም ክልተ መኪና ናብቲ ግቢ ምልእ ኢልናዮ ጸኒሕና ደሓር ምጽእ ምስ በሉ መጺኦም ኢልና እንተቐረብና ኣሳሊሞምና መጀመርያ ደሓር እንታይ እዩ እዚ ኩሉ ህዝቢ እዩ እንታይ ይገብር እዩ ክልተ ሰለስተ ደይ ማእኸለን እዩ ኢሉ እሞ ደሓር በሉ ጸሎት እዩ ዘድሊ ኢሎም ግድፍ ኣቢሎምና ናብ ገዝኦም ኣትዮም ደድሕሪኦም ንሳቶም ቢሎም ወድሓረ ኣቦና ሓደ መራሕ ኣለዉ ኣብ ኮርዕ ኢሎም ሽዑ ዋእ እንታይ ደኣ ኮይኖም ኩሉ ኩሉ ሰብ ከዓ ተስፋ ቆሪፁስ ዋእ ዋእ ኢሉ ኣይ ኣቦናስ ዘይተረድኡና ኮይኖም እዮም ፀገምና ኢለ ተዛሪበ ሽዑ እ እንታይ ኮይኖም ዘይርድኦም ኢሎምስ ዘሉ ኢሎምስ ናብ ዝባነይ ክወፁ ኢሎም ሰለስተ ግዜ ተመኡ ዝነበሩ መራሒ እንታይ ኮይኖም ዘይርድኦም እንታይ ኮይኑ እዚ ዋ እንታይ እዮም ደልዮም እዮም ሰብኣይ ናብ ዝባነይ ድኦም ክረግፅኒ ደልዮም ግርም ኢልኒ ሽዑ ዋ ኣይተረድኦም ዝብል ዘለኹ እምበር ኣይርድኦም ዘይኮነስ ኣይተረድኡና እናትና ቋንቋ ኣይተረድኦም እንታይ ደልና ከም ዝኾንና ማለት እየ ኢለ በቃ ብጣዕሚ ተናዲዶም ተናዲዶም ከይዶም ንዕኦም ናብ ገዝኦም ኣእትዮም ተመሊሶም ኮፍ ኢሎም ኣብ ቢሮኦም ኣትዮም ኮፍ ኢሎም ንሕና እምበኣረይ ንኸይድ ኢልና ካብቲ ቢሮታት ወንበር ስሒብና ኮፍ ኢልና ኣብቲ ሜዳ ኢለየ መፅኤ ማለት እዩ ኣነ ሕዚ ክሪኦ ተለኹ ግን ሰብ ዝጸልኦ ስራሕ እያሃብካ ይበሃል እግዚኣብሔር ክሻዕ ዝጸልአና ተግባራት ንርኢ ኣለና ማለት እዩ ዋ እንድሕር ኣውዚ ዘይንቕበር ካብዚ ተንጠልጢሉ ካብ ሚእቲ ካር ሬሳ ተንጠልጢሉ ልዳገረ መንፈስ ቅዱስ ክኸተሎ ሰብ ለይብሉ ቤተሰብኸ ሃሞይ ለው ኣይበፅሕ ልብል ሓሳብ ናብ ርእሰይ መፂኡኒ ማለት እዩ ዋይ እሞ ካብዚኣ ተንጠልጢለ ዓደይ ምኽያድ ትሐሸኒ ቤተሰብ ዓደይ ወሲድኩም ቅበርኒ ምባል ይሐሸኒ ምባል ሓሳብ ኣትየ እየ ማለት እዩ እቶም ወላዲና እዞም ጳጳስና ናይ ትግራይና ዋ ውረዴ ውረዴ ከይትዋረዴ ይበሃል መርዓዊ በቕዲ ሰሪሩ ክኸተሎ ውረድ ተላኢለ ንኡ ኣንሽትዮ ወርዲ ክብል ተሎ ውረድየ ውረድየ ከይትዋረድየ ይበሃል ሐዝለ ምስ እግዚኣብሔር ኮይና ኣንሕና ንኣምላኽና ንለምን ኮይኑ ግዋረ ዝገብርዎ ዘለዉ ግን መጀመርታ ጳጳስ ክኾኑ ተለዉ ተገኒዞም ካምቱ ንሕና ሞይትና ነግኖ ዘሉ ተገኒዞም እኽሊ ከይጠዓሙ ንዛ ዓለም ደጊም ኣነ ብዚኣ እያ መንገደይ በይሎም ልወፁ እዮም ክልተ ሚእቲ ሓምሳ ሽሕ ልውዓሎም ሚእቲ ሰብዓይ ሽሕ ልሽፈሮም ሓምሳ ሽሕ ልሰራሕተኛ ፅዳቶም ተሞቺዎም ናነበሩ ህዝቢ ግን ድኮሱ እናኣተዮ ካመይ ጸልዮም ናባልኣና ለኣና ከገልጉለ ህዝቢ ጠጠዎ የወሊ ነውሶም መሪጾም እዮም ዘለዉ ልዛ ስጋኦም መሪጾም ካብዛ ነብሰይ ስታ ስጋይ ተሐሸኒ ኢሎም እዮም ስለዚ ግን ኣንሕና ናብዚ ቤተ ክርስቲያን እዚ ግብሪ ቤተስኪያን ክንከፍል ተለና እውን ኣብዚ ቤተስኪያን ክውዕል ክስራሕ መቃብርና ኣብ ዮሃንስና ክኾነልና ኣብኣ ክንቕበር ኣብኣ ክንነብር ደቂ ዳል ሓረግናዮም እውን ከምኣ ማለት እዩ ናይ ወለዶም ሒዞም ስለዚ ናብዚ ለኣተወ መባእ ናብዚ ለኣተ ናይ ግብሪ ቤተስኪያን መጺኻ ገፊጥካ ሒዝካ ዝኽየድ ተ- ተነይሩ ኣቱም ኮሞትያ ሱቕ ኢልኩም ናራኹም ንጸናሕኩም ተጋጊኹም ሓምታ ህዝ ገይርኩም ዋኒኹም ቃጢፍኩም ለይምግባርኩም ናትኩም ጎደሎ እዩ ሓደ ነገር ክፍጠር ተሎ ህዝብኹም ክትእኩ ይግባእ ስለዚ ሀዝለ ተን ልመጻ ናብዛ ዮሃንስ ለኣቶ ኣነገር መፍትሒ ብቐር ኣቐምጡለን መጽዋ ብሓይሎም ጸጥታ ሒዞም መጽዮም ገፊጦም ባጃጆም ሒዞም ዝኸዱ ተኾኑ እዚ ቤተ ክርስቲያን እዚ ብዝዕጠነ የለይ እዚ ህዝቢ እዚ ናብ ልሶግደ የብሉይ መላእክቲ ናብ ካሊእ በሪሮም ተኸይዶም መልኣከ ኣለላ እናዴና ክንነብር እንድሕር ቤተስኪያነይ ዝዓጢኒ ዘተፈትሑ ኢለይ ዝቐድሲ ኣብዚ ዘለዉ ካህናት ካህናት ይኾኑ ድዮም? ኣብቲ መጀመርታ ሓዊሩ ተቐዲሱ ተለዊሱ ተመቻች ክግበር ተኽለት ካም ዓይለም ዳነ ምኸድ ፍርቂ ምቕል ኣቢሎም ንዳ ዮሃንስ ፍርቂ ምቕል ኣቢሎም ከዓ ዳጋብር ለየልዋ ታስጎም ዘዝያቶም ግን ገንልወልዑ ጎንለው ገንዘብ ብደም ደቅና ልመጻ ብደምና ልመጻ ደምና ኣፍሲስና ደቅና ሓሊፎምሉ እሳተ ንኸይፋነው ደኦም ቀስ ኢሎም የርግፍዎን ዘን ጳጳስ ቀስ ኢሎም ካብ ርእሶም የርግፉ ስለዚ ድሕሪ እዚ ካብዚ በተስኪኣን እዚ ልወፅእ ገንዘብ ዝወጽእ ሽምዓ ተሃልዩ ህዝቢ ኣዳመይ ኩልኻ ኣዲምካ ሓዲኣ ክትገብር ኣለካ መፍትሒ ክተቐምጠሉ ኣለካ ዝክህን እዚ ክህን የኾነይ ድዩ ዋ ኣቦይ ወላድየይ ቀሺ እዩ ቀደም ገበስ ኮይኑ ከገልግል ተሎ ዓሰርተ ቅርሺ እዩ ልውሃብ ነይሩ ገበስ ኮይኑ ዓሰርተ ቅርሺ ለ ጥዋፍ መዓልቲ ዕዳጋ ጥዋፍ ገዚእዋ ተመሊሱ ልበተስኪኣን እዩ ዝህባ ነይሩ ናይ ሎሚ ልመጸስ ልመጸጸ ናይ ሎሚ ጳጳሳትሲ ልወይኖም ፍልይ ልበሉ እዮም እሞ ህዝቢ ስረኻ ኣስጢምካ መቐነት ላስጢምና ልጎደለ ብዓቕምና ክንህብ ኢና ክነገልግል ኢና ድሕረ ዝፈተ ክትብል ቅርሺ ካብዚኣ ክትወፅእ የብላይ ኢለየ ሓሳበይ ዘቐምጥ ክብሪ ይሃበለይ። ስለዚ ሰበካ ጉባኤና ሰንበት ትምህርቲ እኒኦውና፣ ምእመንና ብዙሕ ምሁር ብዙሕ ዶክተር ኣለና፣ ኣቕሽቲ እውን ኣለውና፣ ትሩፋን ልብሃሉ ኣቕሽቲ እያ እኒኦው ትሩፋን ኣነ ንመጀመርያ ግዜ እየ ሰሚዐ ካብ ባዕሎም ካብ መጋቤ ምስጢር ማለት እዩ ትሩፋን ትሩፋን ኣቕሽቲ ስለ ዘለውና እዞም ትሩፋት ኣቕሽቲ ንምንታይ እዮም ለይቕድሱ ተተሃለማ ህዝቢ እያ ኢሉና ብትሩፋን እያ ተቐድሱና ኣለኹም ኢሉና ኢሎምና ህዝቢ ናይ በልና ትሩፋን ድዮም ሽሙዋት ድዮም ኣይንፈልጥን እኮ ንሕና ወለድና ምዃኖም ኢና ንፈልጥ ኩሎም ንእሽተይ ይኹን ዓብይ ይኹን ካባይ ልነኣሱ ኣቕሽቲ ይኹኑ ካባይ ልዓወ ይኹኑ ኣቕሽቲ ኣቕሽቲ ኢና ንፈልጥ ንሕና ትሩፋን እዮም እዞም ትሩፋን እዚኦም ትማሊ እውን ይመላእ ይተካእ ሓንካሰ ድውያን ልበሉ ኣቕሽቲ ክመርሕዎ መሲልዎም ድዩ ኢሉ ካብ ኣቦ ስለዚ ንሕና ህዝብና ተጠናኸር ክንሰርሕ ቤተክርስቲያንና ሓፁርና ክነኽልል ትምህርቲ ቤት ሰንበትና ኣብዚ ክመሃሩ ትምህርቲ ቤትና ክንሰርሕ መቃብርና ክንሰርሕ ተኮይና ህዝብና ተጠናኺሩ ሃፍታም እዩ ህዝቢ እዚ ክንሰርሕ ኢና ድበይና ኢና ንፍለ ኢና ንብለና
ወለዲ ወይ ሓደ መነኮስ ደቂ ሓው ደቂ ሓወብቱ ሰብሲቡ እንድሕር ደኣ ቤተክርስትያን ዘመሓድር ኮይኑ እንታይ ምግናዝ ዘድልይዎ እዩ? ምኽንያቱ እቲ ዝወስዶ ደመወዝ ብናይ ሕጊ ቤተክርስትያን ኣብ ትሕተ ካህን ዘሎ ምንም ነገር ዘይበልዕ ካህን ኣከፋፊሉ ንዑ ደቀይ ሓቢርና ንብላዕ ይበሃል ነይሩ። ሓቢርካ ህንዲ ምብላዕ ግደፉ ክንዲ ምባል ትሩፋት ካህናት ተባሂሎም ኣነ እኳ ኣጋጣሚ ዝፈልጦም ካህናት ብዙሓት ኣለዉ። ምንም ነገር ዘይብሎም ጌጋ እዩ። ኣባ ጋብር ብቕድሚ ትማሊ ነይረ እየ ኣነ ኣብ እንዳ ጋብር ሰንበት ኣኼባ ተባሂሉ ተጸዊዑ ስለ ዘሎ ኣንሕና ማህተም ዘየዕረፍናሉ ጻውዒት ስለ ዝኾነ ሓደ ሰብ ከይኸይድ ኣንሕና ገዛና ክንውዕል ኢና፣ እስኹም እውን ገዛኹም ወዓሉ እዩ ተባሂሉ። በእውነት ኣብ ቅድሚ እግዚኣብሔር እዩ ዝናገር ዘለኹ። እዚ ኢሉ ዘምህር መምህር ናቱ ትምህርቲ ዓሰርተ ይትረፈና ኣነ ናቱ ንሱ ዝነዓቆ መምህር ኣብ ትሕቲኡ ዘሎ ሓንካስ ፊደል ዝሓዘ እሱ ብንጽህና እንተምሂሩኒ ኣነ ይመርጽ ና በዓልና ክነመሓድር በዓልና ሃፍተ ገነትና ክንቋጻጸር ዋርድያና ካህንና ህንፃና ክንክእል ግዜያዊ ኮሚቴ ክንመርፅ ኢና ኢልና ወዲና እንድና ዛዚምና ኣለና ካብኡ ድማ ዋርድያ እውን ካብ ናጋ ጀሚረን ኣብ ድርጅ ዝተጠርነፋ ቅርሺ ላውዚ ቤተ ክርስቲያን እዚ ላውና ዋዕሉ እዩ ክኣቱ ዝኽእል ኢልና ንውስን ኣለና ክልተ ውሳነ ይኮና ንውስን ኣለና ምኽንያቱ ዓበይቲ መራሕትና ምናልባት ብምፍላጦም እዩ ብዘይምፍላጦም ክኸውን ይኽእል እዩ እምበር ኣቦታትና እኮ እንስሳኹም ሓልዉ እዮም ተባሂሎም ንኣና ክሕልውና እዮም እምበር ከውዶም ከምዚ ክገብሩ ኣይተፀበናዮምን ግን ተፀቢናዮም ረኺብና መለና ፀገም የብሉ ደስተ ኢልዎ መመሓዳሪ ይመድቡልና ንሕና ግን ኣዚኣ ክንመርፅ ኣለና ሎማዓንቲ ካብ ኩሎም ኣውፃእፂና ንመርፅ ካብኡ ኣመራርፃና ከመይ ንገብር? መጀመርያ ዋርድያ ካብኡ ካብቶም ትሽዓተ ምእመናን ዝበልኩሞም ካብኡ ኣቕሽቲ በብደረጃኦም ጌርና ነንባዕሎም ጌርና ናፅደቕና ንኸይድ ልብል እዩ። የቐንየለይ።
ስመይ ቐሽ ተስፋኣለም ሕሉፍ ይበሃል ካብ ናይ ካህይላት ተወካሊ።
ስመይ ቀሲስ ገብረእግዚኣብሄር ይበሃል ዝተመረፅኩሉ ናይ ካብ ካህናት ወኪል እየ።
ስመይ ቀሺ ክነፈርግ ይበሃል ዝተወከልኩሉ ካብ ካህናት ዝተመረፅኩሉ ካብ ካህናት እየ
ሽመይ በሪ በራኺ ይበሃል ካብ መእመን ተመሪጠ ኣለኹ ማለት እዩ
ሽመይ ዘውደ በርሂ ይበሃል ተመረፅኩሉ ካብ መእመናት እየ
ሽመይ ካሕሳይ ገብረ ህይወት ይበሃል
እሺ ስመይ ኣብራሊ ሓጎስ ይበሃል ተመረፅኩሉ ካብ ወጣት ሰንበት ትምህርት ቤት
ሽመይ ሓበን ገብረስላሴ ይበሃል ተመረፅኩሉ ካብ ሰንበት ትምህርት ቤት
ስመይ ህያብ ህይወት ይበሃል
ከምቲ ዝሰማዕናዮ እዩ እቲ ህዝቢ እቲ ምእመን ብጣዕሚ ኣምሪሩ እዩ ለውግዕ ልሓትት ለሎ በቃ ደፊኡ ምስ መጸ እዩ ላብዚ ተኸይዱ። ብዙሓት ዓመታት ይጥይቑ ሃም ልነበሩ እዮም ልገልጹ ነይሮም። ቤተ ክርስቲያን ሃገረ ስብከት ምእመን እንድሕር ሊሓዘት እኮ ክትኾነ ይትኽእል ሃገረ ስብከት ምእመኑ ጠርኒፉ ክኸድ እንድሕለ ይኽእል ኮይኑ ድምፂ ናይ ምእመናቱ ናይቶም ደቁ ክሰምዕ እንድሕለ ይኽኢሉ ታዩ ደኣ ምሕደራ ክበሃል እቲ ብጣዕሚ ልገርም በቃ ክዱ ኣይንሰምዐኩም ልምንታይ እዩ ልበሃል ለሎ ተወከልቲ ከይዶም ከነጋግርኹም ትብል ተለው ልምንታይ እዩ ኣይንሰምዐኩም በቃ ክዱ ልበሃል ለሎ እዚ ብጣዕሚ ብጣዕሚ ብጣዕሚ ነውሪ ብእግዚኣብሔር ዘንድ እውን ነውሪ እዩ ኣቦታት ሕዝለ ስኽን ኢልኹም ሕሰቡ። ኣይረፈደይ ምስ ደቅኹም ተባኢስኹም ኻሊእ ናብራ ኻሊእ ጉዳይ የብልኹም እይ ጉዳይኹም እቶም ምእመናትኹም ቃለ እግዚኣብሔር ክተምህርዎም እቱ ምስቱ ምእመንኹም ተስማዕሚዕኹም ክትነብሩ፣ ልግበእኩም ወርሓዊ ደመወዝ ክትወስዱ፣ ለይግበእኩም ግን ጠጠው ክተብልዎ እዩ ልግባእ። እስካብ መኣዘ ምስ ምእመናን እላተባኣስኹም ክትነብሩ? እስካብ መኣዘ እዩ ምእመናን ኽንድዚ ልኣክል ነቲ ሃገረ ስብከት ኣንጸርጺሮም ብምሬት ኣምሪሮም ክናገሩ ልኸኣልሉ ምኽንያት እንታይ እዩ? እዚ ብደንቢ ክፍተሽ ለለዎ። ቤተ ክርስቲያንና ክትዕረ ኣለዋ። ሃገረ ስብከት መቐለ ብፍላይ ክዕሪ ክኽእል ኣለዎ። እዚ ናይ መጀመርያ ኣይኾነይ። ብዙሓት መምሃራን ብዙሓት ሊቃውንቲ፣ ሓደ ሓደ ሊቃነ ጳጳሳት ለልዕልዎ ኣለዉ። ሕቶታት ብጣዕሚ መደንገጽቲ እዮም። ነዛ ሃይማኖትና ናብ ድሕሪት ልመልስ ካብ እግዚኣብሔር ለርሕቕ ተግባራት ይፍጸም ኣለዉ። እዚ ገና ኣለሃለየ እዩ ክእረም ለለዎ ኣቦታት ሕዚ እውን ኣይረፈደይ ኮሚቴ ተቋቂሙ ድዩስ ብመንበረ ስላማ ኣቢሉ ድዩስ ናይ ሓባር ምርድዳእ ልፍጠረሉ መድረኽ ኣብ ሓፂር ግዜ ክፍጠረ ኣለዎ ኩሉ ይምልከተኒ እዩ ልብል ምእመን ተኣኪቡ ብዛዕባ ቤተ ክርስትያኑ፣ ብዛዕባ ምሕደራ ሃገረ ስብከት፣ ብዛዕባ መንበረ ሰላማ ብጠቕላላ ለለውዎ ሕቶታት ብግልጺ ብምርድዳእ ክቐርብ ክኽእል ክትገብሩ ብእግዚኣብሔር ስም ንጽውዕኩም ኣቦታት። እዚ እዩ ካባኻትም ንጽበ። ብዙሕ መመን እላበኸየ እሞ ለኣኻትኹም ለለዎ ኣረኣእያ እላቐነሰ እላረእኹም ታይ ኸመይ ገይሩ እዩ ለኽእለኩም ለሎ ቦታት ሊቃነ ጳጳሳት እስቲ ክስኽን ኢልኩም ሕሰብዎ ምእመን እንድሕር ተበቲኑ እቶም ኣባጊዕ እንድሕር ተበቲኖም እንታይ ኢኹም ክትጥቀሙ ደኣ? ልመን ኢኹም እማ ክትጓስይዎ? ልመን ኢኹም እማ ቃለ እግዚኣብሔር ክተቐብልዎ ኣቦታት? ነውሪ ዶ ይኾነ እዩ? ስለዚ ኣብ መጥምቀ መለኮት ቅዱስ ዮውሃንስ ለለዉ ምእመናን ዜሮ ሓሙሽተ ብጣዕሚ ኣምሪሮም ስለ ለለዉ ካብ መንበረ ሰላማ ዘሚሩ እስካብ እቱ ናይ ቤተ ክርስቲያን ኣመሓደርቲ ብምልእኹም ብዛዕባ እዚ ብደንቢ ብደንቢ ክተውግዕሉይ ኣጀንዳ ጌርኩም ክትመያየጥሉይ ብእግዚኣብሔር ስም ንጽውዕ። እዚ ተተገይሩ እታ እንፈትዋ እመነትና ክትዕንብብ እያ። እግዚኣብሔር ኣምላክ ምሳና ይኹን ሰላም ንኹለና ሰላም ንዓድና ወስብሃት ለእግዚኣብሔር ኣሜን።